ሰላማት ከመይ ትኾኑ? ንወሲብ ጥራሕ ዝደልየኪ ወዲ ከመይ ዓይነት ምልክታት የርኢ? ዝብል መደብ ክንርኢና ሎማዕንቲ ክሻብ መጨረሻ መደበይ ጽን ኢልከን ተኸታተላኒ። መጀመርታ ክዝንጋዕ ዘይብሉ ነገር ቅድሚ ሓዳር ወሲብ ምፍጻም ብመብዛሕትኡ ሃይማኖት ዝድገፍ ኣይኮነን። እቲ ዝበለጸ ዝኾን ድሕሪ ሓዳር ተተገይሩ እዩ። እግዚኣብሔር እውን ዝፈትወልናን ዝእዝዘናን ድሕሪ ሓዳር እዩ ስለዚ ደቂ ኣንስትዮ ኣሕዋተይ እንተኺእልክን ንፍቕረኛኽን ወይ ንፍቕሪ ንዝሓተክን ወዲ ቅድሚ ብሓዳር ምትእስሳርኩም ወሲብ ክትፍጽሙ ከም ዘይብልኩም ክትዛረባ ኣለክን። ኣቐዲምክን ናብ ቅድሚ ብዙሕ ነገር ምእታውክን እትደልይኦ ነገራት ኩሉ ክተረድኣ ክትክእላ ኣለክን። ተዘይ ኮይኑ ኣብ ናይ ፍቕሪ ህይወትክን ከቢድ ዘይምርድዳእ ክገጥመክን ይኽእል እዩ ማለት እዩ። ይኹን ደኣ እምበር ከም ዕድል ኮይኑ ኣብ ወሲብ ዝበጸሐ ናይ ፍቕሪ ህይወት እንድሕር ኣለክን ኮይኑ ግን እዛ ናይ ሎማዕንቲ መደብ ንዓኽን እያ ትምልከት ጽን ኢልክን ተኸታተላኒ እተን ዋና ዋና ነጥቢ ብታራ ክገልጸልክን እየ ኣብ መጨረሻ ከዓ ንወሲብ ጥራሕ ዝደልየክን ወዲ ብቀሊሉ እትፈልጣሉ ሓንትን ወሳኒትን ቀላልን መንገዲ ክነግረክን እየ ማለት እዩ ቅድሚ ናብቲ ዋና ዝኾነ ነጥብታት ምዝርዛር ምእታየይ ሰብስክራይብ ዘይገበርኩም ኣሕዋተይ እታ ናይ ሰብስክራይብ ምልክት ጠዊቅኩም ሰብስክራይብ ግበሩ ንዓይ ክትረኽቡኒ ትደልዩ ከዓ ኣብ ኢንስታግራም ፀሓፉለይ። ንወሲብ ጥራሕ ዝደልየኪ ወዲ ዘርእየኪ ጠባይ ወሲብ ክደሊ ከሎ ጥራሕ እዩ ዝድውለልኪ ኣስተውዕላ ብጣዕሚ ቢዚ ዝኾኑ ሰባት ኣለው እዮም ግን ወላ ሓደ ደቂቃ ንዓኺ ዝኾን መደወሊ ይስእን ማለት ኣይኮነን እንታይ ደኣ እሱ ዝደልየኪ ንወሲብ ጥራሕ ስለ ዝኾነ እዩ። እዞም ዝስዕቡ ሕቶታት ኣቕርብሉ። ንምንታይ ኢኻ ዘይትድውለለይ? ንምንታይ ኢኻ ክድውለልካ ከለኹ ዘይተልዕሎ? ንምንታይ ኢኻ ቶሎ ኢልካ ሜሴጅ ዘይትምልሰለይ? ንምንታይ ኢኻ ስልክኻ ተዓጽዎ ክድውለልካ ከለኹ? እዚኦም ዓይነት ሕቶ ክትሓትዮ ከለኺ ዝህበኪ መልሲ ዘዕግብ ኣይኮነን። ዘይድውለልኪ እኮ ብጣዕሚ ቢዚ ስለ ዝኾን እየ ኣብ ገዛ ምስ ኣተኹ ኸዓ ቶሎ እየ ዝድቅስ ክትድውሊ ከለኺ ኸዓ ዘየልዕለኪ ምስ ሰባት ስለ ዝኾን እየ መብዛሕትኡ ግዜ ሜሴጅኪ ኸዓ ቶሎ ዘይምልሰልኪ ስራሕ ሒዘ ስለ ዘይሪኦ እየ ሞባይለይ ክትድውሊ ከለኺ ዝዓፅወኪ ኸዓ ዝደወልኩሉ ሰዓት ንምዝራብ ስለ ዘይጥዕመኒ እዩ ዝብሉ ዒባራ ዝኾኑ ዘይወሓጠልኪ ምኽንያታት ክድርድረልኪ እዩ። ሓደ ነገር ክነግረኪ፣ እዚ ወዲ እዚ ኣብ ህይወትኪ ዘድሊ ኣይኮነን። ንዓኺ ዝኾን ዋላ ሓንቲ ደቂቓ ዘይብሉ፣ ንወሲብ ክደልየኪ ከሎ ከዓ ናፊቕክኒ፣ መዓስ ኢና ንራኸብ ኢሉ ጦቕ ዘብለኪ፣ እናደወለ ነፃነት ዘስእነኪ ወዲ፣ ኣይረብሐክን ዕድመኺ እዩ ዝውድዐልኪ ካሊእ ኣብ ገዛ ጥራሕ እዩ ክትራኸቡ ዝደሊ ምኽንያቱ ከዓ ሰብ ምሳኺ እናሃለወ ክሪኦ ስለ ዘይደሊ ምሳኺ ጀሚርዎ ዘሎ ነገር ከም ዘይቕፅሎ ስለ ዝፈልጥ ሰብ ክሪኦ ኣይደልን ክንደይ ግዜ እዩ ኣጓላት ዝቕይር ኢሉ ሰብ ክሓምዮ እውን ኣይደልን ፅንሕ ኢሉ ምስ ካሊእ ጓል እውን ከምዚ ዓይነት ህይወት ምጅማሩ ስለ ዘይቐርዮ ምሳኺ ክረአ ኣይደልን ከምኡ ውን ንወሲብ ዝጥዕሞ ኣብ ገዛ እንተተራኺብኩም እዩ መብዛሕትኡ ግዜ ሕቡእ ቦታታት እዩ ዝመርጽ ንዓኺ ክረክብ። ካሊእ ንወሲብ ጥራሕ እንድሕር ዝደልየኪ ኮይኑ ምንም ዓይነት ወጻኢ ከውጽእ ኣይደልን ነቲ ዝደልዮ ወሲብ ዝጠቕሞ ነገር ተዘይኮይኑ እስኺ ዝኾነ ነገር ኣድልዩኪ ኣይሕግዘክን ብሓዳር ምሳኺ ክተኣሳሰር መደብ ስለ ዘይብሉ ንዓኺ ኢሉ ዘውጽኦ ወጻኢ የለን። ኣብዚ ክትርድእኦ ዘለኪ ነገር ኣሎ ደቂ ኣንስትዮ ኩሎም ኣወዳት ኣይኮኑን ወጻኢ ከውጽኡ ዘይደልዩ ኣሎ ከዓ ዝደለኽዮ ነገር እናገበረልኪ ዋላ ሰልዲ እናሃበኪ ግን ንወሲብ ዝደልየኪ ከምዚ ዓይነት ወዲ ከዓ ካብ ኣብ ሆቴል ከይደ ሰልዲ ከፊለ ወሲብ ካብ ዝገብር ምስዚኣ ጓል ገዛ ይሕሸኒ ንሓኣ ዝደለየቶ ነገር ክትገዝእ ሰልዲ እናሃብኩ ዓርሰይ ሓልየ ምንባር ይሕሸኒ ዝብል ኣተሓሳስባ ስለ ዘለዎ እዩ። ስለዚ ሰልዲ ወይ ቅርሺ እናሃበኪ እቶም ካልኦት ዝዘርዘርናዮምን ብድሕሪ ሕጂ እንዝርዝሮምን ምልክታትን ተግባራትን እንድሕር ዝገብር እውን ንወሲብ እዩ ዝደልየኪ ማለት እዩ። ካሊእ ብዙሓት ኣጓላት ኣለውኦ ኣብ ዙርይኡ ምስ ብዙሓት ኣጓላት ርክብ ዘለዎ ወዲ በቃ ልክዕ ከም መወዳት ዕርክቱ ብዙሓት ኣጓላት ቤስት ፍሬንድ ዘለዎ እንተኾይኑ እዚ እውን ንዓኺ ዝኾነ ወዲ ኣይኮነን ምክንያቱ ከዓ ካብ ምሳኺ ዘሕልፎ ግዜ ምሰእን ዘሕልፎ ግዜ እዩ ዝበልፆ ስለዚ ወሲብ ክደሊ ከሎ ጥራሕ እዩ ናባኺ ዝመፅእ ማለት እዩ ፍቕረኛ ኢሉ ንዐአን ኣየፋልጠክን ዋላ ንቶም መወዳት ዕርክቱ ኣየፋልጠክን ብሓጺሩሲ ክፈልጡኺ ኣይደልን ምኽንያቱ ንቀጻሊ ምስ ካሊእ ጓል እውን ናይ ወሲብ ርክብ ናይ ምጅማር ዓላማ ስለ ዘለዎ እዩ። ካሊእ እትፈልጥሉ መንገዲ ኣብ ዓራት ጥራሕ ኢኹም ትስማዕምዑ በቃ ንወሲብ ጥራሕ እዩ ዝደልየኪ ስለዚ ንወሲብ ስለ ዝደልየኪ ኣብ ዓራት ብጣዕሚ እዩ ዝንከባኸበኪ ካሊእ ዘይትፈልጥዮ ሰብ እዩ ዝኸውን እስኺ እውን ደስ ይብለኪ ካሊእ መዓልቲ ዘይነበረኩም ፍቕሪ ክትርእዪ ትጅምሪ ግን እመንኒ ብፅባሒቱ እወይ ካባ ክፍሊ ምስ በለ ደውልሉ ወይ ሜሴጅ ለኣኽሉ ኣየልዕለክን ሜሴጅ እውን ኣይምልሰልክን ናብቲ ንዓኺ ቅድሚ ምርካቡ ዝነበረ ጠባዩ እዩ ዝምለስ ብድሕሪኡ ከዓ ወሲብ ክደሊ ከሎ ባዕሉ ይድውለልኪ ማለት እዩ ንከምዚ ዓይነት ወዲ ቀይሕ ካርዲ ሂብኪ ኣባርርዮ ብደጋዊ ፅባቕኺ ጥራሕ እንድሕር ዝሰሓብ ኮይኑ እውን ንወሲብ እዩ ዝደልየኪ ምክንያቱ ከዓ ውስጣዊ ፅባቕኺ እንታይ ምዃኑ እውን ክፈልጥ ኣይደልን ንጊዚያዊ እዩ ዝደልየኪ። ኣብ መጨረሻ እንሪኦ ዋና ዝኾነ ነጥቢ ኣብቲ መደብ መጀመርያ ኣብ መጨረሻ ክነግረክን እየ ብዝበልክዎ መሰረት ንወሲብ ዝደልየኪ ወዲ ብቐዳምነትን ብቐሊሉ መንገዲ ከይደኸምኪ እትፈልጥሉን ካብ ከምዚ ዓይነት ወዲ ዘናግፈክን ነቲ ወዲ ሓዳር ንመስርት ወይ ብሓደ ምንባር ንጀምር ዝብል ሕቶ እንድሕር ኣቕሪብክሉ ብድንጋጸ ዝምልሰልኪ መልሲ ኣነ ንሓዳር ድልዊ ኣይኮንኩን ወይ ገና እየ ዕድመይ ንሓዳር ኣይበጽሐን ኣነ ቤተሰበይ ይረድእ እየ ስለዚ ሕዚ ሓዳር ኣይገብርን እዩ ዝብለኪ ምኽንያቱ እሱ ንዓኺ ንወሲብ እዩ ዝደልየኪ እምበር ሓዳር ምምስራት ከቢድ ነገር ኣይኮነን። ስለዚ ደቂ ኣንስትዮ ኣሕዋተይ እዞም ዘርዚርና ዝረኣናዮም ነጥብታት ወይ ምልክታት ኩሎም እኳ እንተዘይኮኑ ፍርቆም እንድሕር ትዕዘባ ኮንክን ኣብ ንዓኽን ዘይጠቅም ናይ ህይወት መንገዲ ትጓዓዛ ምህላውክን ተገንዚብክን ናብ ንቡር ህይወትክን ተመለሳ እቲ ሒዝክንኦ ዘለኽን ህይወት ኣይጠቕመክንን ከምዚ ዓይነት ወዲ እውን ኣይረብሐክንን እሞ ቶሎ ኢልክን ምስ ከምዚ ዓይነት ወዲ ዘለክን ርክብ ኣቋርጻ። እምበኣርከስ ንሎማዓንቲ ዝሓዝክዎ መደብ እዚ ይመስል ነይሩ ላይክ ሼር እናገበርኩም ውጹ ንቐጻሊ መደበይ ቶሎ ኢሉ ክበጽሐኩም ምእንቲ። ሰብስክራይብ ግበሩ። ክሳብ ኣብ ቀጻሊ ንራኸብ ሰላም ኩኑለይ ባይ ባይ።